ሰላማት ክብራት ተኻታተልቲ Welcome back to ሽኮሪና ብሓቢ ኣብ ሎሚ መደብ ኩሕሊ ምሕሊ ከመይ ገለ ብ ሜክኣፕ ድዕርዮ እንድሰርሖ ሸፋሽፍቲ ከርእዮኩምየ ስለዚ keep watching። ንቲ ሸፋሽፍቲ ጨጉሪ ደለክዮ እዚኣ ትርእያ ዘለክን Anastasia Beverly Hills ብ Brow ቲ ቀለማ ሕብሪ ኳ Dark Brown።

መጀመርያ ምስቲ ኤንጎ ብራሽ ዘለዎ መመሸት ንቲ ሸፋሽፍቲ ጮግርኽን ብኡ ጌርክን ክትምሽጦ ኢኽን። ወዲእኽን መሺጥክን ንቲ ኤንጎ ብራሽ ቀለም ጌርክን ብየማን ጀሚርክን ቀስ ኢልክን ንቲ ሸፋሽፍትኽን ክትስእሎ ኢኽን። ሕጂ ካብ የማን ጀሚርክን ንቲ ጭራ ቀስ ኢልክን

ማራ ጸሊም ክኸውን ናቹሮ ኣብ መስልኒዩ ሕጂ ቀስ ኢልክን ደጊምክን ክትሰርሓሉ ይሓይሽ ካብቲ ብዙሕ ገርክን ትገብራሉ ቀስ ኢልክን ክትገብራሉ ኣለክን ሕጂ ምስቲ ኤንግል ብራሽ ገረ ቀስ ኢለ ብለንድ ይገብሮ ኣለኹ ምሽጥ የብሎ ኣለኹ ንቲ ጨጉሪ ኩሉ ክሕዝ ዘለዮ ኮይነ ንቲ ቀለም ክሕዝ ንቲ ጨጉሪ ሩታ ከጥልመለይ ኢለ ከምዚኣ ትሪኣ ዘለኽን ምሽጥ የብሎ ኣለኹ ሕጂ ምስቲ ኤንግል ብራሽ ንቲ ቅድሚት ዘሎ ሸፋሽፍቲ ጨጉሪ ሓፍሓፍ ኣቢለ ምስቲ ቀለም ክለኽዮ እየ ሕጂ ኣብዚ ብዙሕ ክትገባሩ የብልክን ከምዚ ዘበልክኽን እዚ ፓመድ በጣዕሚ ብርቱዕ እዩ ሕጂ ተብዝሕክና ኣለኻ ጸሊም ክኸውን እዩ ጽቡቅ ኣመስልኒ ናቹራ ኣመስልኒ እዩ ምስቲ መመሸጥ ና ኤንግል ብራሽ ከምታ ትሪኣ ንደለኽን ምሽጥ ከብሎ እየን እቲ ጨጉሪ ሕጂ ኣነ ቁርብተይ ክውስኸሉ ንቲ ጭራ ሸፋሽፍተይ ቀለም ክሕዝ ደለዮ ኣለኹ ንቲ ቆርበተይ ኣወሰኻላ ነቲ ጨጉሪ ክሕዝ ደለዮ ኮይነ ይወሰኸሉ ኣለኹ ከም ድላይክን ንዓኽን ደስ ተበለክን ትገብራ ኣብዚኣ ኣነ ቁርብተይ ጥልም ክብለለይ ደለያ ኣብቲ ጭራ ከምኡ ኮይነ ስለዚ ይወሰኸሉ ደለኹ ምስቲ ኤንግል ብራሽ ን ምስቲ መመሸጥ ምሽጥ ክተብሉ ኣለክን እቲ ጨጉሪ ዓይንኽን ኦኬ ሼፕ ክገብሮ ንሸፋሽፍቲ ቆርበተይ እዚ ሜብሊን ማስተር ኮንሲል ኮንሲለር ክጥቀመ እዚኣ ትሪኣ ዘለኽን ኳላ ሰፋሕ ብራሽ እያ እዚኣ ፍላት ብራሽ ክጥቀማ ያኽን ንኣፕሊኬሽን ክትገባሉ ንቲ ቆርበትክን ሸፋሽፍቲ ብኡ ጌርክን ክትለኽኦ ሕጂ ብየማን ጀሚርክን ቀስ ኢልክን ምስታ ሰፋሕ ብራሽ ቀስ ኢልክን ክትስእልኦ ኢኽን ሼፕ ና ሸፋሽፍቲ ኽን ብየማን ጀሚርክን ንታ ጭራ ቀስ ኢልክን ሼፕ ክትገብሮ ኢኽን ኦኬ ሕጂ ብኮንሲለር ብራሽ ጌርክን ፍላፊ ብራሽ እዚኣ ትሪኣ ዘለኽን ብቲ ትሕቲ ሸፋሽፍቲ ቆርበት ዘሎ ኣብቲ ኮንሲለር ጌርክን ዘለኽን ብየማን ብፀጋም ከይድክን ብለንድ ክትገብሮ ይኹን ኩሉ እዚ ሕጂ ታገብር ኣሎ ነቲ ኮንሲለር ዝነበረሉ ክትህስስኦ ሓሳስ ክኸውን እዩ ብለን ትገብርኦ። ምስ ቆርበተይ ዝመሳሰል ፋውንዴሽን ክጥቀመ ሕጂ ምስታ ሰፋሕ ዝረኣኽናኣ ብራሽ ኣብቲ ልዕሊ ሸፋሽፍቲ ቆርበት ዘሎ ቀሲለ ብየማን ጀሚረ ቀሲለ ክስእሎ እየ all the way to ጭራ

ሕጂ ተመሊስና ምስታ ፍለፊ ከንሲለር ብራሽ ጌርና ከኣ ነቲ ፋውንዴሽን ብለን ክንገብሮ ኢና ከም ዝሃስስ ክንገብሮ ብለን ጌርካ ኢኻ ክትህስሶ። ክቡራት ተኻታተልቲ ሕጂ ወዲኤዮ ኣለኹ መደበይ ኩሕሊ ምሕሊ ብጣዕሚ የመስግነኩም ተስፋኻ ይገብር ተረዲእኹምኒ ትኾኑ don't forget to subscribe ciao